ፈራይ ኦፊርካ እተ በሊዕካ ጽገብ ተኸዲንካ ሙቕ ወይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለ ኦፊርኩም እተው በሊዕኩም ጽገቡ ተኻዲንኩም ሙቕ ጉይኹም ክይዱ ክንዲ ናይ ደይ ዕድመ ይሃብኩም ጣልያን ተወሊደ ሰማንያ ገይረ ጉልበትኩም ሳኻትኩም ይቐኒ መኒ ናይጆ ጉልበትና ጉልበትኩም ሙነይዎ ጉልበትኩም ሙነይዎ
ሻሎም ሻሎም ሻሎም ኣብ ርሑቕን ቀረባን ኮንኩም መደባት እዋናዊ ጉዳይ ትከታተሉ ዘለኹም ከመይ ዝሓድሩ ቆቢዕና ውፃእ ቢልና ከመይ ኣለኹም ከመይ ኣለኽን ከመይ ኣለኹም ከመይ ኣለኽን እቶም ሕጂ ትትስኡ ዘለኹም ከዓ ከመይ ኣለኹም ከመይ ኣለኹም እቶም ብሩኽ መዓልቲ እንዳበልና እቶም ተሲእኹም ኣፅባሕ ኣቢልኩም ዝተሰኣኹም ከዓ ቀትሪ ዘለባኹም ከዓ ብሩኽ ምሸት ይግበሮ እንዳበልና ኢና እሞ ላይክ ኣይትረስዑ ላይክ ኣይትረስዑ ኣሕዋተይ ዘን ኣሕዋተይ ላይክ ኣይትረስዑ ኣብዚ ሕጂ ግዜ ኣገዝ ኣዛራቢ ዘሎ ኣርእስቲ እንታይ እዩ ዘሎ እስከ በዛ ናይ ኢትዮጵያ ንጀምር ክቡራት ተዓዘብቲ ቅድሚ ናት- ናትና ናብ ጎረቤት ንኺድ እ፣ እቲ ኣርእስትና ናይ ማሕበራዊ ህይወት እንድዩ ንሕና ንሶም ከዓ ሓበሻ ሓበሻ ምዃን ይተርፎን ይፍት ማሕበራዊ ህይወት እ፣ ከመይ እዩ ዘሎ እስከ ሓዳር ሎሚ ናብራ ሎሚ እዛ በዚ ትርእይዋ ዘለኹም ጓል እ፣ ኣንስቲ እያ ተምፅእ ከምዚ ተራኽብ ኣብ ቲክቶክ ሲ ሲንግሌ ትብላ ጓል ተራኽበካ ሲንግሌ ትብላ ጓል መፅያ ሲንግሌ ተላታ ከዓ ንወዲ ተራኽባ እወ ሎም እኮ መውስቦ እኮ ኣብ ቲክቶክ እዩ ኮይኑ ዘሎ ኣብ ቲክቶክ መውስቦ ሕጂ እዚ ሓውና ከዓ መፅኡ እንታይ ክገብር ሰበይቲ ደልየ ሲንግል እየ ኢሉ መፅዋ ማለት እዩ ኣትዩ ኣሎ ብዙ ሪኩዌስት ኣለ
ሕጂ እሱ ምሽ መን ምዃኑ እንታይ ዓይነት ጓል ከም ዝደሊ ምሽ ይዛረብ ሽዑ ንዕኡ እተማልእ ጓል መፅያ ኣነ ኣለኹ እ፣ ኢላ ምስኡ ትላለ ማለት እዩ ሕጂ ሓንቲ ጓል መፅያ ኣላ እስከ ንኺድ ንስ- ንርኣያ እ፣
እስቲ ስ- አንድ ሴት እዚህ ጋር አክሰፕት ስላርግ ርእይዎ ርእይዎ ትወድ ርእይዎ
ሰላም

አንድ ቤት ነው የምትኖሩት ወይስ? ሂሳይ ልጆች አሉኝ፣ ሶስት ልጆች አሉኝ። ግን ከልጆቹ ጋር ከቤተሰቦቹ ጋር ነው የሚኖረው ነው ያለ።
እንታይ ዲኽም ፍልጥታ ኣነስ ሰበይቲ እየ ሰለስተ ቆልዑ ከዓ ወሊድና ትብል ኣላ እዋ እሞ እሱስ ሰለስተ ቆልዑ ኣለውኒ ኢሉ ተዛሪቡ እሱ እወ ደቁ ይሓብአን ሰለስተ ቆልዑ ኣለውና እወ ግን ደቀይ ምስ ቤተሰብ እዮም ዝነብሩ እንዲሉ ትላላ ጓል ከዓ ሰንቢዳ ኦኬ ሕጂ እታ ጓል ንባዕላ እታ ሰበይትስ እንታይ ክትገብር ናብቲ እንዳ መውስቦ ኣትያ ከይትብሉ ሃንደበት ርኢ ምስ ኣበልክዎስ ደንጊፀ ሰብኣይ ኣብኡ ምስ ረኣየቶ ኣትዩ ምሽ ትከታተል ምሽ ትፀንሕ ሰብኣይ ኣብኡ ምስ ረኣየስ ሰንቢዳ እንታይ ክገብር ኣትዩ እያ ትብል ዘላ ዝገሄር ዋንኣ ብዝኾነ ግን ሰለስተ ቁልዑ ኣለውዎ ንሳ እንታይ እያ ትብለላ ሕጂ ኣይተፋትሕና

ኦኬ ኦኬ፣ እሱን ነው ማወቅ የፈ- ገባሽ። እዚህ ጋር አሁን ብዙ ሰው ኦ ተ- ውሸቷን ይሆናል ተናዳበት ይሆናል ኦኬ ክቡራት ተዓዘብቲ ብዝኾነ ክሕፅረልኩም እቲ ጉዳይ እ፣ ማለት እዩ እ፣ ናብቲ ካልእ ኣርእስቲ ከዓ መታን ክንሰግር እ፣ እታ ጓል እንታይ ኢላ ከዓ ፅቡቅ ሕቶ ሓይታታ እንተ ደኣ ሰብኣይኪ ኮይኑ እሞ ከዓ ኣብ ፈረንሳ ትቕመጡ ኮንኩምስ ኣበይ ኮይ እንታይ ደኣ ምሳኽ ዘይነብር ኢላታ እሳ ከዓ እንታይ ኢላታ ኣነ ምስ ደቀይ ኣብ ካልእ ከተማ ንነብር እሱ ከዓ ብስራሕ እዩ ኣብ ካልእ ከተማ ዝነብር ንኣብነት ሰብ ሓዳር ኮንካ ምሽ ኣብ ዘለኻ ምስ ደቅኻ እሱ ብስራሕ ኢሉ ኣብ ካልእ ከተማ ይነብር ማለት እዩ ካብኡ ዝውፅእ ኢሉ ስለዚ ኣብታ ትርፊ ግዜኡ እዩ ዝጀናጀን ዘሎ ማለት እዩ ድሕሪ ስራሕ ይጀናጀን ኣሎ እሳ ከዓ ምስ ሰለስተ ደቃ ኣብ ፈረንሳ ኣላ ማለት እዩ ክቡራት ተዓዘብቲ ብዝኾነ ኣዛረብ ብጣዕሚ እዩ ዘሎ ዋ ማለት እንታይ እሞ ሰብኣይ ሎሚ ሓሊኻ ሕሎን ማለት ሲ ሓልዎኦም ገለ ክንብል ኣይንኽእልን ናይዚኣ ተጋለፂ ኢልዎ ኢሃን ድብት ረኪባቶ ተመወዳት ግን ልቢ ግበሩ ክልተ ቆልዑ ሰለስተ ቆልዑ ገዲፍካ ካልእ ጓል ምጅንጃን ገለስ እንታይ ኢኻ ክዓስልኩ እወ ሓደ ቆልዓ ወይልካ እኳ ይሓይሽ ኣታ ህዲጤታ ኣይ ኣታ ህዲጤታ ብሓፈሻ ቺቲ ኢዝ ቺቲንግ ቺቲንግ ቺቲንግ ቺቲንግ ኢዝ ኖ ጉድ ዝሙት ናብዛ ገሃንም ከ ድቕድቕ ተብለካ በቃ ናብራ ተጌርካ ናብራኻ ትቕፅል ሓዳር ተጌርካ ሓዳርካ ትቕፅል ሕማቅ ግዜ ኮይና ቅደምሲ ወረ ውሽማ ኣቦታትና ዝሓ ውሽማ ገለ ይሕዙ ነይሮም ግን ተሓቢኦም ኣጠልምት ኣቢሎም እወ ለይቲ ሎምስ ብጋህዲ እዩ ቤተሰባ ክርእዩኒ ትብል ቤተሰበይ ክርእዩኒ ትብል ኣብ ቲክቶክ ኣይትጥቀም ድያ ኢሉ ፍሉጥ ቆይ ፍሉጥ ቆይ ሕጂ ምሸት እዩ ነይሩ እንታይ ድዩ ሓሲቡ እሱ ፍሉጥ እዩ ምስቶም ሰለስተ ቆልዑ ጫቁ ትብል ኣበይ ክትርእየኒ ኢሉ እኳ እዩ ቲክቶክ እሱ ንኣሽቱ ኣዋልድ ክድውር እዚ ጠቕላላ ጌጋ እዩ ስሕታን እዩ ንብል ኣለና ዓገብ እህም። እወ እተን ደቂ ኣንስትዮ ጥራይ ከተማርር ኣይኮናን ንደቂ ኣንስትዮ ጥራይ ዓገብ ክንብል ኣይኮናን ንስኹም ከዓ ግደፉ ግደፉ ግደፉ

ኣዋልድ ክስታይ ክገብሩ ክላለዩ ገለ ስለ ዝብሉስ ነንሓድሕድና ክንዋህ ሰብ ብምባል እየ ጀሚሩ እዩ ኣነ ብፅቡቅ እየ ነታ ጓል እያ ትሓዝለይ ገለ ትብላ ዘላ ብዝኾነ ናይዛ ጓል ኣይኮነን እቲ ሽግር ናይቲ ሰብኣይ እዩ ሽግር ክቡራት ተዓዘብቲ ከማ ዛራብ ዘሎ ከዓ እዚ እዩ ናብ ካልኣይ ኣርእስትና ንኪድ በሉ እስኪ ክቡራት ተዓዘብቲ እዚ ትርእይዎ ዘለኹም ከዓ ሰበይተይ ትሃርመኒ እዩ ዝብል ዘሎ ታታይ ማለት እዩ ታታይ ኢና ንሰምዕ ትደበኛለች
ትደበደበኛለች አሁን በቅርቡ ይኸው ፈንግታኛለች ስለዚህ ስለምደበደበ ነው ውጭ

አንዳንዴ ከልጆችም ለምኛሉ ታክሲ ሹፌሮች ምናምን በቃ እንደዚህ ምናምን ያውቃሉ ያቆኛል የሚያቆኝ ልጆች ያው ስራ ስለፈታው ወይም ችግር ላይ ስለሆንኩኝ እ፣ ይሰጡኛል የሆነ ነገር
ወይ ክሳብ ዝበልዖ ስኢኑ ኣብ ሽግር ከም ዘሎ ገለ እዩ ዝዛረብ ዘሎ ብሓፈሻ ሰበይቱ ትገብሮ ማለት እዩ ኣይሰኣንን እዩ ካብ እቲ ኢትዮጵያ ካብ ብዙሕ ክንፍታት እቲ ህዝቢ ድዩ በዚሑ ኮይኑ

ጓል ዓሰርተ ሸውዓተ ዓመት ጓል ዓሰርተ ሓሙሽተ ዓመት ኣለ- ኣለሃኒ ቆልዓ ወላ ምስኣ ትጥርጥረኒ ሰበይተይ ኢሉ ሰበይቱስ በቃ ትጥርጥሮ ወላ ብገዛእ- ምስ ጓ- ምስ ጓሉስ ትጥርጥሮ ኤንወይ ኣይሰኣናን እዩ ማለት እዩ። ካብ ብዙሕ ህዝቢ ከምኡ ሕማቕ ዓይነት ኣነ- ደ- ኣነ ደቂ ኣንስትዮ ግድና ልጄ ኣይሰኣናን ጋር ጥርጥረኛ ከራሴ ማለት ልጅ ነው እንኳን ማለት ነው። ልጅ- ከልጄ ለምሳሌ ልጄን

ቋንቋና ዝኽእላ ቋንቋና ዝፈልጣ እስከ ኢንተርቪው ምስማዕ ኣብ ኤርቢያ ኢሉ ትብል ላኩ ምሉእ ትሕዝቶ። ሰላም ክብራት ከመይ ውዒልኩም ኣነ ታብያ ወደ ኣደ መዋእል ኣብ ቲክቶክ እወ እያ ብጣዕሚ ትንፍዕቲ እያ ስዊስ ተወሊዳ ትግርኛ ድማ ምስ ብዙሓት ኤርትራውያን ኮንታክት ስለ ትገብር ትግርኛ ክኢላቶ ማለት እዩ ስለዚ ሕፅር ዝበለ ክሓታ እየ ክንደይ ዓመት ክታብ እያ
ኣነ ሰላሳን ዓመት ሕጂ ወርሒ ሓሙሽተ እወ ሰላሳ ዓመት ያ ብጣዕሚ ጽቡቅ ትፈትውዮ መግቢ ናይ ኤርትራ እንታይ እዩ ወይ ንሓበሻ ኣነ
ኩሉ መግቢ ናይ ኤሪትሪያ ፈቱ ኣበር

ኩላትና ጽቡቅ እያ ብጣዕሚ ጽቡቅ ታብያ ብጣዕሚ ንፍዕቲ እያ ናይ ሓበሻ መግቢ ኩሉ ትኽእል እያ መግቢ እውን ሰሪሓ ኣላ ክንሪኦ ኢና ጸኒሕና ጣይ እያ ትሰርሕ ከምኡ እውን ኩሉ ነገር ድላያ ሽሮ ትሰርሕ ትኽእል ንፍዕቲ እያ ብጣዕሚ ትፈትፍዮ ናይ ኤርትራ ደርፊ

ትርካዊት እያ ክቡራት ተዓዘብቲ ዛበ ዘለ ከዓ ሰክ ይፈትወኪ እየ ፍቅረኪ እየ ማለት እዩ ትርኩ ሰሚዐ ምዝራቤ ደይክእል እምበር ሰሚዐ ትርኩ ፊልም ስለ ዝርኢ ካልእቲ ፌቨርናቸ ስለ ዘላ ንሓንቲ ግለብ ክለብ ጋንታ እያ ነታ ጋንታ እየ ፈትወኪ እየ ፍቅረኪ እየ ትብላ ዘላ ናይ ትርኩ ማለት እዩ

ኦኬ ኩቡራት ተዓዘብቲ እዛ ናይ ኣድያም ኣዛራቢት ዘላ ብዙሓት ኣወዳት ኣቆጢዓ ብብዝሒ ሸር ይብልዋ ኣለዉ ብዙሓት ሰባት እውን መልሲ ሂቦም ኣለዉ ናቶም ቪድዮ ከርእየኩም እየ ማለት እዩ ከም ናተይ ሓሳብ ከም ናተይ ርእይቶ ግን ሓደ ሓደ ፊልም ሳንሱር ስለ ዘይግበር እዩ ስኢሉ ናብ ዩቱብ ዝፀዓን ኣብ ኤርትራ ቅድሚ ሕጂ ሳንሱር ነይሩ ሕጂ ግን ንዩቱብ ኢልካ ስለ ዝስራሕ ብቐጥታ ብዘይ ሳንሱር ማለት ሲ ከይተረኣየት ፊልሚ እዩ ዝሓልፍ ማለት እዩ ንእግረ መንገድና እታ ስለ ከምቲ ትገብርዎን ስለ ከምቲ ትገብርዎን እየን ናብ ናይጀርያ ንኸይድ ዘለና ገለ ምባል ቁሩብ ትርር ዝበለ ዓይነት ቃላት ኮይኑ ብፍላይ ደረስቲ ተባሂልኩም ደረስቲ ኮንኩምሲ ብዝተኻእለ መጠን ምስቲ ናይ ቲክቶክ ኩነታት ኣይኮንኩም ክትከዱ ዘለኩም ኣብቲ ቲክቶክ ኣብቲ ሜድያ ከምዚ እዩ ዝበሃል ዘሎ እሞ እሱ ጥራይ እዩ ክጸሉ ዝኽእል ኢልካ ጥር ኢልካ ናብ ዩቱብ ዘይኮነስ ብዝተኻእለ መጠን ትሰርሕዎ ፊልም የኽፍእ ድዩ የጸብቕ ድዩ ገለ ክትርእዩ ኢኹም ዘለኩም ድሓን ብዛዕባኡ ክንዛረብ ኢና ብዛዕባታ ናብ ናይጀርያ ኢኹም ትኸዱ ገለ ግን ክንደይ ደቂ ኣንስትዮ'የን ናብ ናይጀርያ ዝኸዳ ክቡራት ተዓዘብቲ? ከም ሓቂ ከም መጽናዕቲ ወላ ተሪእኻዮሲ ብጣዕሚ ውሑዳት ውሑዳት ውሑዳት ውሑዳት ደቂ ኣንስትዮ'የን ዝኸዳ ብዙሓት ኣይኮናን ዝኸዳ ዘለዋ ማለት እዩ። ሕጂ ሓደ ደራሲ ከኣ መጽናዕቲ ክካየድ ኣለዎ ማዕረ ከምኡ ድየን ዝኸዳ ዘለዋ ደቂ ኣንስትዮ ወይ ካብ ናብ ናይጀርያ ዝተመርዓዋ ናብ ጻዕዳ ዝተመርዓዋ በዝሓ ርግጸኛ እያ ኢና ናብ ጻዕዳ ዝተመርዖ በዝሓ ስለዚ ንሕና ከም ሕብረተሰብ ክንዛረብ ዘለና ነቶም ናይጀርያ ወይ እሶም ጸለምቲ ስለ ዝኾኑ ኢና ነቲ ናቶም ኣካቢድና ንርኢ ዘለና ናትና ጻዕዳ ናብ ጻዕዳ ምኻድ ከኣ ቀሊል ንሪኦ ዘለና ተደኣ ምዝራብ ኮይኑ በቃ እቲ ሕብረተሰብ ንናሓድሕዱ መታን ክዋሰብ ከምዚ ንግበር ይክትብሉ ዘለኩም ብፍላይ ደረስቲ ከኣ መልእኽቲ ወሃብቲ ኢኹም ክትኮኑ ዘለኩም እምበር ነቲ ጉዳይ ኣራሰንቲ ገለ ክትኮኑ ብዙሕ ኣገዳሲ ኣይኮነን ማለት እዩ ካልእ ነተን ደቂ ኣንስትዮኸ እንታይ ከምኡ የምፅኣለን ብሰንኪ ውሕዳት ደቂ ኣንስትዮ እዚ ክዳ ዘለዋስ ክንደይ ደቂ ኣንስትዮ እየን ዝልከማ እዛ ናይ ጓል ዓፋር ኣዛራቢት ዝቕነየት ንስምዓያ መልሲ ንጓል ዓፋር ዝሃብዋ ክንሰምዕ ኢና ድሕሪኡ ነቲ ናይ ኣድያም ዝሃብዋ ብዙሓት ሰብ መልሲ ክንሰምዕ ኢና ኣብ መጠረሻ ከዓ ናተይ መዛዘሚ ገብረሉ እየ ንኺድ ንስምዓያ ከም መጻንሒት ጓል ትግርኛ ተልልዮ እዚኣ ሕጂ ኣነ ብለ መጻንሒት ጓል ትግርኛ ግንዘብካ ምስ ኣከብካ ጓል ንውን ምስ ደለኻ ጓል ዓፋር ዋ ጓል ትግርኛ ደኣ ክብሉ እንድዩ ጓል ትግርኛ ማለት ኢለካ ኮ ክዳን ሓፂብካ ክስካብ ሰጢሕኻያ ክስካብ ትነቅፅ ጓል ትግርኛ ተቃጢቡ ከምፃእ ገዝኡ ይኽእል እዩ ዝኾነ ሰብ ደርፊ ጋቢዙ ናይጀርያ ናይጀርያ ክፈልጥ ክፈልጥ መን ፈሊጦ ብሄራት ናይ ኤሬትራ ክፈልጥ ክፈልጥ ጓል ትግርኛ እዮ ፈሊጡ ጓል ትግርኛ እዮ ፈሊጡ ከመይ ገይሩ ፈሊጡን ብቀለልቲ ስለ ዝኾነ ኣብ ስራሕ ይስሕቃሉ ካብኡ ትኸይድ ምስኡ ተሓደ ናይጀርያ ንተሓደ ይነግር ተሓደ ንተሓደ ይነግር ጥዑማት እናበለ ጥዑማት እናበለ በቃ ፈሚሰን ኣነ ኣብ ቲክቶክ ከመይ ገይርና ድና ንፍለጥ ኣብ ቲክቶክ ንዛረብ ካብኡ ንውጽእ ሓደ ንሓደ ነገር ንፍለጥ ፎሎው ይገብረና ትፎሎው ከዓ ናቱ እስኻ ትመልስኻኒ ተኸተልትኻ ናብ ዝገዛ ብኸምኡ እኮ ጓል ትግርኛ ብምንታይ ፈሚሳ ኣብ ደገ ምስ ናይጀርያ እናደቀሰት ምስ ናይጀርያ እናደቀሰት ምስ ናይጀርያ እናሰሓቐት ኩሉ ፈሊጡ ኩሉ ናይጀርያ ሕጂ በቃ ሓበሻ ዝደሊ ዘሎ እኮ ብሰንከአን እዩ ተማላሊአናና ሓበሻ ኢሎም ይፅውዕወን ሕጂ ንሕና ናይጀርያ ንኸደሉ ዋላ ሓንቲ የብልናን ኣሰብኡትና ኣለው ሽኮሪናታት ንዓና ገንዘብ ዝሰርሑ ከም መጻንሒት ጓል ትግርኛ ተልልዮ እዚኣ ሕጂ ኣነ ብለ መጻንሒት ጓል ትግርኛ ገንዘብካ ምስ ኣከብካ ጓል ንቡር ምስ ደለኻ ጓል ዓፋር ጓል ትግርኛ ደኣ ክብሉ እንድዩ ጓል ትግርኛ ማለት ኢለካ እኮ ክዳን ሓፂብካ ክስካብ ሰጢሕካያ ክስካብ ትነቅፅ ጓል ትግርኛ ተቃጢቡ ከምጽኣ ገዝኡ ይኽእል እዩ ዝኾነ ሰብ ደርፊ ጋቢዙ ናይጀርያ ናይጀርያ ክፈልጥ ክፈልጥ መን ፈሊጦ ብሄራት ናይ ኤሬትራ ክፈልጥ ክፈልጥ ጓል ትግርኛ እዩ ፈሊጡ ጓል ትግርኛ እዩ ፈሊጡ ከመይ ገይሩ ፈልጡን ብቀል
ሰላማት እዛ ትዛረቦ ዘላሲ ንሕና ንሕና ደጊፍና ክልተ እዝኖም ፅቡቅ ጌርና ግብረ መልሲ መስማዕና እዮም ኔርና ስለ ንፋለጥ ኣብ ዓዲ ፈጡና እዮም ፅቡ ገይሮም ንዓና ንሕና ግን ብሰንኪ ኣሕዋትና ርእስና ደፊእና ንኸይድ ኣለና ርእስና ኣድፊእኽናና ድንን ከም ድብል ጌርክናና ከም ዘይንዛረብ ጌርክናና ዝጠቅምን ዘይጠቅምን ክዛረብ ዝጠቅምን ዘይጠቅምን ብኣና ክዋራዘር እንታይ ኢልካ ግብረ መስተ ሕጂ ጓል ተባሂላ ዘረባ ናይ ወዲ ሓጂ እሞ ኤርትራዊ ደባ ትግራዊ ባዕላ ትፈልጥ ኩላና ሓደ ኢና ዘረባ ወዲ ሓጂ ሒዛ መፅያስ ኣብዚ መፅያ ክትደግምሲ ቁርብ ሃየንታይ እዚ መዝሓሊ ግበርወን ናብ ናይጀርያ ከይደን ፈሚሰን እንታይ እሞ ተዛረብና ብዙሕ ምተዛረብና ነርና ብዙሕ ምተዛረብና ግን ከምደይ ንዛረብ ጌርክናና ኣሕዋትና ከምደይ ንዛረብ ጌርክናና እንተ ንስኽን ከዓ እንተ ንስኺ እንተ እንተ እንተ እቶም እስልምና ከምኡ ትብሉ ዘለኹም ከላይ ኢትኩም ኣይትስኣኑ ነቲ ሰብጋዕ ትውድእዎ ኣለኹም ተተልዓልና ካ ጽቡቅ ጌርና ንፋለጥ ኢና ተተልዓልና ሲ ጽቡቅ ጌርና ንፈልጥ ኢና መን እዩ ሰብኣይ መን እዩ ደይሰብኣይ
ካልእ ንእግረ መንገድና እታ ጓል ዓፋር ትዛረቡ ዘላ ንውልቃ ወኪል እያ ንኩሉ እስልምና ወኪል ኣይኮነትን ወዲ ሓጂ ተትዛሪቡ እውን ንርእሱ ወኪሉ እምበር ንኩሉ እስልምና ኣይኮነን እንታይ ማለት እየ እቲ መልሲ ንመልሶ- ንምልሶ መልስስ እ፣ ብቀጥታ ብዝተኻእለ መጠን ንሓደ ሰብ ክኸውን ክኽእል ኣለዎ ነቲ ካልእ ሰብ ኮፍ ኢሉ ኣብ ገዝኡ ዘሎስ ኣይንለክሞ መን እዩ ሸኣድ ወዲያ መን እዩ ጅራዕ ጀለባ ድወላ ሕጃብ ድወዲ ንፋለጥና ፅቡቅ ገርና
ኩም መንእሰያት ትግርኛ ሓገዝኩም የድልየና ኣሎ እዛ ኣብ ታሕቲ ትርእይዋ ዘለኹም ጓል ጓል ዓፋር ንደቂ ትግርኛ ጸሪፋተን ሸራሙጥ ኢላተን ናብ ሕጊ ከነቕርባ ግን ስማን ትነብረሉ ዘላ ዓድን ኣገዳሲ እዩ ብዙሓት መንእሰያት ተኣኪብና ኣለና ኣብ ሕጊ ከነቕርባ ናትኩም ሓገዝ ዘድልየና እንታይ እዩ? ስማን ትነብረሉ ዓድን። ኣቦታትና ሓደ ጭርዖ ነይርዎም። ኣዴኻ፣ ሰበይትኻ፣ ጓልካ፣ ሓፍትኻ ወይ ድማ ሃገርካ በዚኤን ተመጽዮምኻ ክሳድካ ንኻራ። ሞት ይመርጹ ማለት እዩ። ነዛ ጓል ቅተልዋ፣ ጨፍጭፍዋ ገለ ኣይኮንኩን ዝብል ዘለኹ። ኣብ ሕጊ ከነቕርባ ኢና ብዝኾነ መንገዲ ኣብ ምዕራባውያን ሃገራት ትነብር ተኾይና ብሕጊ ከነቕርባ ኢና ኣብ ሃገራት ኣዕራብ እንድሕር ኮይና ብሕጊ ክንፍትኖ ኢና እንድሕር ዘይከውን ኮይኑ ድማ ብካልእ መንገዲ ክንኮረ ኢና ምክንያቱ እዛ ሰብ እዚኣ ካልኦት ብሄራት ክፅረፉ ከሎ ኣነ ብውልቀይ ዓገብ ይብል ነይረ ኣብ ኣደይ ኣብ ሓፍተይ ኣብ ሰበይተይ ኣብ ጓለይ ምስ መጸት ግን ዝኾነ ሰብ ዓገብ ዝብል ኣይረኣኹን ዓገብ ተባሂሉ ጥራይ እውን ክድቅስ የብሉን ኩሉ ገበን ዝገበረ ሰብ ኣብ ሕጊ ክቐርብ ኣለዎ በዚ መሰረት ድማ ንሕና ድልዋት ኣለና ይሕዋት ስሬኹም ንቁልቁል ኣይኹን ስሬኹም ኣይትፍትሑ ከምቲ ናይ ኣቦታትኩም ኣንስቶም ኣያድፈሩን ኣዴታቶም ኣያድፈሩን የሕዋቶም ኣያድፈሩን ደቆም ኣያድፈሩን ካብኡ ሓሊፎም ባህሎምን ቋንቋኦምን ከማን ኣብ ትሕቲ ገዛእቲ ከለዉ ኣየጥፍኡን ስለዚ ነዛ ጓል እዚኣ ኣብ ሕጊ ኣቕሪብና ጠልጠል ክሳብ ነብል ስማ ከይረኸብና ክንድቅስ የብልና ወይን ድማ ኣብ ትነብረሉ ዓዲ እውን ብዝኾነ እዚ ቪድዮ ናብ ኩሉ ክበጽሕ ሸር ግበርዎ እቲ ፋቮሪ ውን ጠውቕዎ ብኸምዚ ቫርያል እንድሕር ከይኑ ኩሉ ሰብ መጽዩ ክሪኦ እዩ ስም ናይዛ ሰብ ትነብረሉ ዓዲ ድማ ክንረክብ ኢና እቶም ሰባት ስማን ትነብረሉ ዓዳን ትጽሕፉ ቴለፎንኩም ድማ ምስኡ ክትገድፉልና ኣለኩም ምክንያቱ ብጭብጢ ክኸውን ኣለዎ ካልእ ጸላእቲ ኣዴታት ትግርኛ ጸላእቲ ብሄረ ትግርኛ ዘሎ እውን ብኸምዚ ከየዳናጉርና ብጽፉፍ ዝኾነ ኣብ ሓጺር እዋን ስማን ትነብረሉ ዓድን ክትረኽቡልና ንማህጸን ብዝተረፈ ቻው። ወሊዳ ኢልካስ ትራሕቅ ኣለኻ።
እንታይ ድኣ ክገብር ደሊኽኒ ዝወለደት ክምርዖ። ዞን ከብለካ እየ ማርታይ ኮምቦ። መዓት ጓል ስልኪ በራዕራዕ ኣይትበሊ። ቃል ኣይትሕዘለኒ ኸኣ ኣውሊድኩም ትጉሕፍወን ተመርዕኹም ትፈትሕወን ሽዑ ኸኣ ባዕልኹም ዝወለደት እያ ዶ ፍትሕቲ እያ እንዳበልኩም ከኣ ተጋፍዕዋ። እዚ ንወዲ ከምዚ ኒኻ ናብ ናይጀርያ ወዲ ናይጀርያ ዝኸይደና ዘሎ ፍቕሪ ይትፈልጡ ኣታሕዛ ጓል ኣይትኽእሉ ብሕዋቶም ዝፃወቱ ድሑራት ከርእይካ እየ ርእሲኻ እቶም ኣርቲስት በቃ ኣርቲስት ሲ ወላ ባዕልኹም ከምኡ ኢኹም ትብሉና በቃ ሓንቲ ስጉምቲ ሲ ቅድሚ እቲ ሰብ ቅድሚ እቲ ሕብረተሰብ ሲ ሓንቲ ስጉምቲ ንቅድሚት ድኸይድ ቀላሲ ናይቲ ሕብረተሰብ ገለ ገለ ኢኹም ትብሉ እስኹም ግን በዘን ትርከ ምርከ ኢኹም ተቀሊስኩም ትኸዱ ዘለኹም በዚ ናይ ቲክቶክ ዘረባ ብኡ ተገፊፍኩም ትኸዱ ኣለኹም እሞኸ እስኹም ሲ ድሕሬና ኣለኹም ማለት ኢኹም እቲ ኣርቲስት ዝደብለኩም ነገር ሲ ኣበይ ደኣ ኣሎ ወላ ነቲ ኣርቲ ነቲ ሽም ናይቲ ኣርቲ ሲ ነቲ ናይ ዓድና ኣርቲስት ኣርቲስት በቃ ትሕስርዎ ኣለኹም ተጽርፍዎ ኣለኹም ዋደይ ትኽእልዎ ድሕር ኮንኩም ልዕሊ ዓቕምኹም ድሕር ኮይኑ ደይ ትገድፍዎ ደይ ትገድፍዎ ነቶም ምሽ ኢልኩም ወዲ ሽዋድ ከለ በቃ ዋና ኣለዎ በቃ ጥበብሲ ዋና ኣለዎ ኢልካ ዋና ኣለዎ እቶም ዋናታቱ ደይ ሰርሕዎ እንቴኹም ትርከ መርክብ ኣብ መንጎ ኣቲኹም መሸቀጢ ትገብርዎ ናይ ቢዝነስ ትገብርዎ ኣቱም ሰባት ኣርቲስት ሲ ዓቢ ነገር እዩ ድገብር ዓቢ ነገር ወላ ኣብ ታሪኽ ሰውራ ድዩ ወላ ብድሕሪ ሰውራ ከኣ ድመጸ ኣብ ባህል ምዕቃብ ኣብ እቲ ታሪኽ ናይ ሕብረተሰብ ድዩ ዋላ እቲ ጅግንነት ድዩ ገለ ኣብ ምግላጽ በቃ ብኣርት ጌርካ ኢኻ ተንጸባርቖ።
ኣፍሪቃውያን ክሳብ ሕጂ ኣብ መግዛእቲ ከም ዘለና እዩ ዝርድኣኒ ዘሎ። ጸዓዱ ብዝገደፎ ናይ ዘርእን ቅርሕንትን መሓዩር ኢና ተሓይርና ዘለና። ኣብ ከርሲ መሬት ኣፍሪቃ ዘሎ ጸጋ እዩ ንዓለም ዘናግራ። እታ ድኻ ትበሃል ሳልሳይ ዓለም ንዓለም ትቕልባ።
ኦኬ እዛ ኣምፅያ ዘለኹ እንታይ እየ ኣይወድእና እንታ ናይታ ፊልም ዘረባ ግን ስነ ጥበብሲ ብዛዕባ ናይ ጀርያ ሓደ ሰብ ክዛረብ ከሎን እዚኦም ዝሰርሑ ዘለዎም ትፍሊ ይርእዎ ኣርቲስት ከመይ እዩ ክኸውን ዘለዎ
ደቃኻ ብጥሜትን ስደትን ይሃልቁ እቲ ምኽንያት እንታይ ምዃኑ ትፈልጥ? ምኽንያት እንታይ እዩ? ኣይፈልጥን እየ። ኣፍሪቃውያን
ኣብ ከርሲ መሬቶም ዘሎ ጸጋ ኣውጺኦም ክንድን ህዝቦም ዘዐንግሉ ካብ ጸዓዱ ኣጽዋር ገዚኦም ክተናኾቱ ስለ ዝኾኑ እዮም። ዓለም ከኣ ከምኡ ንክገብሩ እያ ተተባብዖም። እሞ ስለምንታይ ከምኡ ይገብሩ? ከምኡ እንተዘይገይሮም ኣብ ስልጣን ዝጸንሑ ይመስሎም። ስልጣን ከኣ ንኣፍሪቃዊ ቁድሚ ኩሉ እዩ ዝስራዕ ወላ ቅድሚ ህዝቡን ሃገሩን። ጸዓዱ ከ ስለምንታይ ንኣፍሪቃውያን ኣህባይ ይብልዎም ትፈልጢ ዶ? ኣይፈልጥን እየ ምናልባት ግን ብመልክዕ ከይኮነ መልክዕ መስለኒ። ኖኖኖ ንሱ ደሓር ናብ ከምኡ ዝተወስደ እዩ ቀደም ጻዕዱ ብጥሜት ነንሕድሕዶም ክባልዑ ምስ ጀመሩ ዝብላዕ ክደልዩ ንኣፍሪቃ ክስደዱ ጀሚሮም። ዋእ!
መዓስ እዩ እዚ? ቀደም እዩ ቅድሚ ኣሽሓት ዓመታት። ሽዑ እቶም ጻዓዱ ተሰዲዶም ናብ ኣፍሪቃ ምስ መጹ ኩሉ ኣፍሪቃዊ ሰቡን እንስስኡን ከምዚ ናይ ገነት ካብ ደስ ዝበሎ ገረብ በልዕ ካብ ደስ ዝበሎ ይሃድም ይስዕስዕ ምስ ራእይዎ ኣብዚኣ ትጅምር ትሓስብ እንታይ እዮም ኣታ እዚኦም ከምህባይ ኣብ ገረብ ይበልዑ ምስ በሎ ምስኪናይ ኣፍሪቃዊ ከዓ ንሃለኪ ምስ ገረቡ ክበኣስ
ኤፈይ ነዚ ኩሉ ትስዕለኒ ዝተምሃርካዮ ድዩ ዋላስ ካብ ዘንበብካዮ ኖ ዘስተንተንኩዎ እዩ ስደት እንተዘይሉ ምሳሌነይ ኣይምስኣንኳን ኢለ ይሓስብ
ኦኬ ሕጂ እቲ ፍሊ ሲ ቁርብ ምሻሉ ገለ ጥበብ ሲ ሓውስሉ ንምባል እዩ ከምታ እቲ ወዲ ዝበላ ሲ ካብ ቲክቶክ ዘሎ ኣርእስቲ ምምፃእ ዘይኮነ ሲ እንታይ ንሕልፍ ኣለና ምፍላጥ ኣገዳሲ እዩ ከብለካ እየ ማርታ ይኮን ኣቲ ጓል ስልኪ በራዕራ ኣይትበሊ ጸንዓይ ትሕዘኒ ኢኻ
ኣውሊድኩም ትጉሕፍዎን ተመርዒኹም ትፈትሕዎን ሽዑ ከዓ ባዕልኹም ዝወለደት ያዶ ፍትሕት እያ እንዳበልኩም ከዓ ተጋፍዕዎን እዝን ወዲ ከምዝን ኢኻ ናብ ናይጀርያ ወዲ ናይጀርያ ዝኸይደላ ዘሎ ፍቕሪ ይትፈልጡ ኣታሕዛ ጓል ኣይትኽእሉ ብሕዋቶም ዝጻወቱ ድሑራት ከሪእካ እየ ብርእሴኻ ኣለኹ
እዚ ኣድያም ክትብሎ ዝጸንሐት እኮ ፊልም እንድዩ ዋ እዛ ናይጀርያ ግን ኣይበዝሐትን ዶ ናይጀርያ ናይጀርያ እዞም ናይጀርያስ ከም ሓደ ዓቢ ስግኣት እኮ ተቖጺሮም ሎሚ ሎሚ እዚ ሓንቲ ብዚኣ ሕቶ ኣላትኒ ክንደየን ናብ ናይጀርያ ዝኸዳ ዘለዋ ብኣሃሲ ክንደይ ይኾና ብሚእታዊት ክንደይ ይኾና ዋ ብዙሓት ድየን ኮይነን ኣነስ እዚ ስለ ዘይፈልጥ እየ
ኦኬ ክቡራት ተዓዘብቲ ብዙሓት ኣይኮናን ካልእ ግን ተን ከይደን ዘለዋ ዓሰርተ ዋልድ ተደኣ ኮይነን ካብዘን ዓሰርተ ዋልድ ተን ሰለስተ ተን ኣርባዕተ ዋልድ ኣብ ቲክቶክ ወፅአን ስለ ዝዛረባ ኣብ ቲክቶክ ወፅአን ስለ ቀፃሊ ዝዛረባ ሰብ ብዙሓት ኮይነን ይስምዕኦ ማለት እዩ እምበር ናብ ፃዕዳ ወይ ናብ ካልእ ሃገር ዝኸዳ ይበዝሓ ማለት እዩ ድሓር ንእግረ መንገድና መን እዩ ናይጀርያ ኣይጥልሙን እዮም ኢሉ ማለት ሲ ስለ ዝተጥለማ ድየን ናብ ናይጀርያ ዝኸዳ ዘለዋ መን እዩ ኣይጠልምን ኢሉ ደቆም ኣይድርብይን ኢሉ መን እዩ ወይ ወሊደን ኣይጎድፉን ኢሉ መን እዩ መጽናዕቲ ክይገበር ኣብ ሓበሻ ድዩ ብዝሕ ከምኡ ዘጋጥም ወላ ኣብ ናጀርያ እዩ ከምኡ ዘጋጥም ፆታዊ ዓመፅ ኣብ ሓበሻ ድዩ ብብዝሕ ዘጋጥም ወይስ ኣብ በዓል ናጀርያ እዩ ዘጋጥም ክንደይ ናጀርያ እውን ኣውሊዶም ተፃዊቶም ዝገድፉን ኣለዉ እሱታት ኣቃኢልኩም ኣይትራዩ ኣብ ባህላይሲ ኣርቲስት ዝኾኑ ሚዛናዊ ዓይነት መፅናዕቲ ገይሮም ክስታይ ክገብሩ ኣለዎም ብምባል እዩ
ኣቲ ዘለኹ በቃ ናይጀርያ ናይጀርያ እኮ ኮይና ክንደይ ናብ ናይጀርያ ከይደን ድሓር ከዓሲ ናይጀርያ ናይጀርያ ጥራሕ ንብልሲ ናብ ካልእ እንድሕር ተኸይደን ንኣብነት ሓንቲ ምስ ሓደ ፈረንሳዊ ተተመሪዓ ምስ ሓደ ኣሜሪካዊ ተተመሪዓ ምስ ሓደ ሽወደናዊ ተተመሪዓ ግን ብዛዕባ እዚአን ግን ዝዛረብ የለን ኣነ ሓደ ነገር እየ ዝኣምን ኦኬ ካልእ ክስታይ እዩ እቲ ናይጀርያ ናይጀርያ ዝገን ዘሎ ቁርብ ፀለምቲ እዮም ኢልና ስለ ንሓስብ ወይ ናብ ፃዕዲ ምካድ ንቡር ስለ ንሓስቦ እዩ እንተ ሕብረተሰብ ሓሊና ንዛረብ ኣለና ኮይንና ግን በቃ ንኩለን ናብ ካልእ ኣይትኺዳ ናትክን ክስታይ ግበራ ምባል እዩ እቲ ኣገዳሲ ማለት እዩ ኤንወይ ብዙሕ ሰብ እዩ ርእቶ ዝብ ዘሎ ድሓን ንስኹም ከ ኣብቲ ኮመንት ናትኩም ርእቶ ሃቡ ናብቲ ቪድዮ ክንገድፈኩም
ሰብ ጥራሕ ይኹን ጥዑይ ሰብ ጥራሕ ይኹን እምበር ምስ ድላያት መርዐው ኣነ እዚ ኣየገድሰንን እዩ ኣነ እዚ ናተይ እዩ ናተይ ርዲት እየ ዝብለኩም ዘለኹ ካልእ ከይመስለኩም ከዓ ሓደ ሰብ ጥዑይ ጥራሕ ይኹን ምስ ድላያ ዓሌት ይመርዐው ኣነ ዋላ ሓንቲ ተገዳስነት የብለይን ኣነ በዛ ውልቀይ ማለት እዩ ሕጂ እዛ ናይጀርያ ግን ስለምንታይ እያ ብፍሉይ ትረአ ዘላ እንታይ እያ ኮይና እዛ ናይጀርያ ናይጀርያ ከም ካልኣይ ርእቶይ እንታይ እዩ እዚ ክትብሎ ዝፀንሐት ኣብ ፊልም እንድዩ ናይ ሓቂ ይኮንን እንድዩ ግን ኣብ ሓቂ ከስኪ ብሰንኪ ከምዚታት ድየን ናብ ናይጀርያ ዝኸዳ ዘለዋ እዘን ኣሕዋትና? ብሰንኪ ከምዚታት እየን ስለ ዝገፍዕወን ወይ ከምዚ ክትብሎ ዝጸንሐት ከምኡ ስለ ዝብልወን ድየን ናብ ናይጀርያ ዝኸዳ ዘለዋ ወይሲ ብሪ ድየተን ብኻልእ ነገራት እየን ናብ ናይጀርያ ዝኸዳ ዘለዋ እቶም ናይጀርያ ካልእ ዝምስጥ ነገራት ስለ ዘለዎም ድየን ናብኦም ዝኸዳ ዘለዋ እተን ይኸዳ ኣለዋ ትብልወን ማለት እዩ ኣነ እኮ ክንደየን ኣይፈልጠን እየ ከም ዝበልኩም ብዙሓት ድየን ኮይነን እንታይ እዩ ከም ሓደ ዓቢ ስግኣት ዝቑጸር ዘሎ

መብዛሕትኦም እንተ ፋላልዮም እዮም ዝነብሩ እሳ ንባዕላ እታ ኣድያም ምስ ሰብኣያ ክንደይ ገይራ ኣብ በበይኖም ይነብሩ ማለት ከምቲ ኣነ ዝፈልጦ እቲ history ንሱ ኣብ ካልእ ሃገር ይነብር ንሳ ኣብ ካልእ ቦታ ትነብር ክልተ ሰለስተ ቆልዑ እድ ወሊዶም እዚ እንታይ ዓይነት ሂወት እዩ እዚ ሕጂ እተን ኣዋልድ ንባዕለን እዚ ክላሲካል ብሓንሳብ ኮይንካ ምንባር ኣብ ሓደ ገዛ ሰብኣይ ይሰርሕ ሰሪሑ ገዛ ይመጽእ ቀረጽ ይኽፈል ገለ ኣይድግፍዎን እየን መብዛሕትኤን ኣዋልድ ሲንግል ማም ክኾና ይደልያ ብስምምዕ ከማን ማለተይ ተባኢሰን ኣይኮነን ብስምምዕ ገንዘብ ክረኽባ ከምዚ ኢልካ ግን ቆልዓ ክተዕቢ ኣይትኽእልን ኢኻ ሕጂ እቲ ጠንቂ ምስ ሰብኣይ ኣይኮነን እቲ ጠንቂ ምስን ኣዋልድ እዩ ናብ ናይጀርያ ሃ ተኸይድክን ንዓና ጉዳይና ኣይኮነን ንሕና ካብ ኤርትራ ሃማን ከይድና ካብቲ ገተር ዲንግል ነምፀን ገንዘብ ከፊልና ሰሪሕና ረኪፅና ፀገም የለ ወዲ ከምዚ ዲኻ ናብ ናይጀርያ ወዲ ናይጀርያ ዝኸይደና ዘሎ ፍቕሪ ትፈልጡ ኣታሕዛ ጓል ኣይትኽእሉ ብሕዋቶም ዝፃወቱ ድሑራት

ተዋሰእቲ ኢኺ ነርኪ ህይወት ነርኪ ፌም ነርኪ ፋሚሊ ነርኪ ምስ ዝበለፅ ካብቶም ዝበለፁ ደረፍቲ ናይ ሃገርና ነርኪ እሱ ግን ኢኩርን ላስት ሎንገር ክፀናሕ ኣይከኣለን ሶስኺ ተገምጢልኪ መፂኺ ብፊልም ነገር ስትናትኪ ናትኪ ኤል ወሲድኪ ጠጦ ክንዲ ተዕርፍሲ መፂኽሲ ከምዚ ኣወዳት ነዚ ከምዚ እዮም ኣወዳት ኤርትራን ከምዚ እዮም የሽንድሕወን እዮም ዶ ዋላ ዲስርስፔክት ገብርወን እዮም ዶ ጃስት ቢኮዝ እቲ ወዲ ሲ ጃስት ቢኮዝ እቲ ኣይድያ ሲ ቆልዓ ዘለዋ ጋር ክምርዖ ስለ ዘይበለ ጥራሕ ሶ ንስኻ እቲ ናትኪ ሉዘር ስለ ዝኾንኪ እቲ ናብራ ናትኪ ክትዕሪ ስለ ዘይቃልክሲ ብፊልም መፅያ ፅንዓና ወራ ዘይላ ገለ ትፍትኒ It's crazy ክኸውን ኣይክእልን እዩ ደይከውን ነገር እዩ ሶ ነትናትና ናይ ኤርትራውያን ኣወዳት ኤሜጅ ክተባላሽዎ ይትፈትን እዩ ጀስት ቢኮዝ ናትኪ ሂወት ባዕልኺ ብርእስኺ ኢድ ስለ ዘባላሽኺ እዩ እዛ ፊልም እዚኣ ክትቋረፅ ኣለዋ እንታይ ዓይነት ፊልም እዩ እዚ እንታይ እዚኣ ፍሊም ኩሉ እቲ ኤርትራዊ እቲ ኣክሰስ ዘለዎ ቁልቁል ኣፋ ድፋኣ እያ ንሳን ደቃን ገይሩ ድዩ እዚ ዓገብ እዩ ኢልካ ቁልቁል ኣፍካ ደፊእካ ኩልኻ ኩልኻ ተገዳሲ ኤርትራዊ ቁልቁል ኣፋ ድፋኣ ምክንያቱ እዚኣ ሓዋ ትጸፍዕ ኣዲ ኦኬ ካልእ ንእግረ መንገድና ምስ ውልቃዊ ህይወት ናይ ኣድያም ወይ ገለ ዝተሓሓዝ ነገር የብሉን ብሓፈሻ እቲ ስነ ጥበብ ኣብ ኩሉ እዩ ዝበላሾ ዘሎ እቲ ታርጌትና ከዓ ነቲ ፊልም እቲ ታርጌትና ከዓ ነቲ ዝዋስእዎ ዘለዉ ስራሕ ነቲ ዝስርሕዎ ዘለዉ ስራሕ ደኣ ክኸውን ኣለዎ ከምኡ ዓይነት ብዙሕ ነገራት ምፍራይ ኣገዳሲ ከም ዘይኮነ እምበር ቀጥታ ምስኣሲ ኣይቲ ኣይተተሓሕዝዎ ብዙሕ ክስታይ ኣይንግበር
እዚኣ ሓዋይ ትጠፍእ ንሳ ሓፍታ ኣሕዋታ ኣሕዋተን ኣይጠፍዓን እየን እዚኣ ግን ካብ ከም ስለ ትገብር ኮይካ ንናይጀርያ ዝኸዳ ዘሎ ኢላስ ነቲ ሓዋ ፀፊዓቶ ኣዲኣ ግን ኤርትራ ኣቦኣ ኣይፀፍዖን እያ ነይራ ተረዲካሎ እዚ ሕጂ ኣውት ኦፍ ኮንትሮል ዝኾነ ፍልም እዩ እንታይ ክገብራ ንኽእል ንሕና ነዚ ሳፖርት ዘይንገብር

ንሱ ኣብ ገዝኦም ደስ በላ ትጥፋዕ እዩ ሰብኣይ ተኾይኑ ይጥፋዕ እያ ንዑይ ዝምልከት ኣብ ገዙ ኣብ ገዛኻ ሲ ንዓኻ እዩ ዝምልከት ንዓይ ሰበይተይ ዝፀፍዓኒ ተኸይና እሞ ኣነ ባዕለይ እየ ክብረተይ ኣነ እዩ ዝሕልዋ ሶ ኣብዚኣ ግን ሕጂ ኣብ ማስሜዳ ስለ ተብልዓና ዘላ ሕዋት ናይቲ ማስሜዳ ጎሩ ገለገለ ሰብ ሕጂ ሰዓ ገዝኦም ገለ መልዓንጠማ እንታይ ድያ ትብል ወዲ ጀጋኑ እታ ሓንቲ ብታሓቲ ኮይኑ ሲ ቦቦታና ባ ንሓዝ ገለ እዩ ዝብላ ተረዲኻኒ

እቲኣ ሚዛን ህይወት ገሊኣ ትብል ኣብ ካምፓላ እዮም ሰሪሖማ ሕጂ ደረጃኻን ብታሕቲ ኮይኑ ሲ ቦቦታ ናባ ንሓዝ ይብላ ኣዴታትና እኮ ብታሕቲ ስለ ዝነበራ እየን ትሑታት ነይረን ሕጅስ ቦታኻ ሓዚ ገለ ብላ ሳኻ ሎም ለይቲ ትኸይድ እኒኻ ገለ ገለ እያ ትብሎ በቃ ሰለምለም እንዳበለ ገለ ኢላ ኣቶላ ዋይ ደስ ክብሉኻ ደስ ክብሉኻ እንታይ እያ ደስ ዝብለካ ሓብትኻ ጠፊኣ ደስ ኢልካ ሓብትኻ ጠፊኣ ነፃ ዓዲ ትወልደሎም ኣላስ ደስ ኢልካ ዘይከውን ኣነ ኣገባብ ግበሪ ኢለያ ነይረ ሓደ ምስ ወለደት ኣገባብ ግበሪ ፍትሕዮ ኢለያ ነይረ ፍትሕዮ ሓደ ወሊድ ክለኸ ፍትሕዮ ሕዋት ክሕዚ ኢልና እየ ነርና ኣይሰምዓናን ሃዊኻትና ሃዊኻትና ናስባቶ ሃዊኻትና ሽዱሽተ ቆልዓ ድያ ምፅያ ሃዊኻትና ዕድል ኣይሃበትናን ኢድና ከይንሕውስ ዕድል ከሊኣትና ቅልጥፍ ኢላ ጣዕጣዕጣዕጣዕጣዕ እዚ ሕጂ ፍቕሪ ኣይኮነን ዝበሃል ኣሕዋት ሓዳር ኣይኮነን ሓዳር ዝበሃል ናትካ ምስ ሓውኻ እዩ ዝምስረት ታብታብ ግበሩ ታብታብ ግበሩ ሶ ባህልና ንዓኾ በሎም እቶም ኣብዑርካ ይከዱ ማየስትዮም ማይ ኣስትዮም እቶም ኣብዑር ኣበይ ዘለዉ ኣብዑር ብዕራይ እሱይ ብዕራይ ናይ ኣቡኡ ገዲፉ ናይ ኤርትራዊ ሓበሻ ክጸጋጋዕ ዝውዕል ዘሎ እሱይ ብዕራይ ንስኺ ምስ ሳሚ ምስ ሳሚ ክልቲኦም ስብሃቱ በዚ ሳሚ በዚ ክልቲኦም ቀሪንክን ንዓሆ ኢልክን ክተርእዮም ነርክን እሶም እዮም ኣብዑር ናይ ብኡ ዝገድፍ ሰብኣይ እቲ ዝሓመቐ ዝሓሰረ ሰብ እዚ ሳሚ ከኣሞ ጠቕላላ ይጠቕላላ ክልቲኦም ሓደ እንዲዮም ናይ ብኦም ገዲፎም ናብ ናብ ሓበሻ ዝመጹ ጠቕላላ እቶም ዝሓመቑ እቶም ዝደንቆሩ ናይ ኣብ ዓዶም እዮም። ካልእ ኢና ንፈልጥ ንሕና ካልእ ንፈልጥ እስኽን ኢኽን ሰሪሕኹም እኳ ተምጽኦ ናዞማይ እንታይ መሲላ ትመጽእ ኣላ ጻዕዳ ዘለዋ ኣይትመስልና እንታይ ትመስል ኣላ እተን ኤርትራውያን ኣትሊስት ሰብ ሓዳር ዘለዋ ኣሰብኡት ዘለወን ኣሰብኡት እዮም ሰሪሖም ዝኣትዉ እሰን እንታይ ይመስላ ኣለዋ ጨጉር ኣለኩም ህማን ሄር ህማን ሄር ኣለክን ደቂ ኤረይ ህማን ሄር ኣለክን ዝተፈላለየ ዓይነት ህማን ሄር ኣለክን ቴለፎናት ኣብ ታሕቲ ክፅሕፈልክን እየ ደቂ ኤረይ መዓረይ ካብ ካልእ እናወለጥካስ ደቂ ኤረይ መዓረይ ብዙሕ ኢና ተፀሚምና ኣብይኽናና ስለ ዝኾንክን ይቕሬታ ኣቢክና እና ምስማዕ ስለ ዝኣበክናን ያክን ሳሚ ክመልጻኪ እየ እና ሳሚ ውጽንሒ ደቂ ኤረይ መዓረይ ኩላካትክን ሁማን ኢካ ኣለክን ዝተፈላለዩ ዓረት ለንቀነ ቻይና ከይደ ካብ ቻይና ወተምጽ እየ ተኸድኪ ከኣ ህንዲ ትኸዲ ናበይ ዳ ክትከዲ ካብ ኤርትራ ስባ ሁማን ሄር ኣይተምጽን ኢኺ ደቂ ኤረይ መዓረይ ኣብዘይ ዕዳና እቲኽናኺ ኩላተን ደቂ ኣንስትዮ ክንገዝእ ክንብል ሂማን ሄር ኣብዘይ ዕዳና እቲኽናኺ መዓት ሂማን ሄር ገዚእና ኢና ካባኺ ክተምፅየን ከተን ገንዘብና ኩለን ደቂ ኤረይ ማዕረይ ኣለኹልኩም ለይቲ ምስ ፀዓዱ ሆ ክትብላ ትሓድራ ፎቆዶ ዲስኮ ቀትሪ ሂማን ሄር ክሸጣ ናብ ኤርትራዋን ትመፃ ኣነ ግርም እዩ ዝብለኒ ኣታ ኣታ ከመይ ዓይነት ሰባት ይኸን ታብታብ ባታ ግበሩ ታብታብ ግበሩ ሂማን ሄር ገዛ ኣሕዋተይ መዓረይ እሞ ይኸን ኣለክ ዝተፈላለየ ሸር ጋዝማ ግበሮ ዋጋ ብውሽጢ ይረኸባኒ ዋጋ ብውሽጢ ይረኸባኒ ይኸን ዋጋ ብውሽጢ ይረኸባኒ ትግራወይቲ ለንቀን ኣብዚ ወይ ዓሰርተ ደን ዕስራ ዝኾና ተመሪዐንን ሕጂ ምስተም ሓማተን ብትግርኛ ይራደድን እዮም እዚኦም ካሕሹ በዓል ዕከት ሕሹ ትግርኛ ለሚዶምሲ ሰላም ገለ ክብሉ ክእሉ እዮም ናብኦም ክንመፅእ ኢና ናይዘን ቻይና ግን ትግርኛ ትባል ኣይኮነን ናብ ሓሙይ ሰጊሩ ዘሎ ሓሞይ ሓሞይ ይብለካ ኣሎ ከመይ ኣለኻ ፃዓዳ ነፀራ ግዛ እዩ ዝብለካ ዘሎ ኣዋ ድመጽእ ዘላ ሰሙን ፕሮሶስ ገይረ ከምጻካይ ኣብዚ ቻይና ኣብዚ ተዛናጊዕኻ ክትከይድ ኢኻ ብለካ ኣለኹ ዋ ኣመስግንዮ ኣመስግንዮ እዛ ጓለይ ዋ ኣመስግንዮ ኣመስግንዮ ናይ ተጋሩ እኳ ይክእሎን እየ እቲ ቋንቋ ኸዓ ኣመስግንዮ እዛ ጓለይ ኣመስግንዮ ገለ ብላ ታጓል ተቃቂራ ተቃቂራ ታጓል ተተርጉም እያ ዘላ ተሓወሶኩም እንተይሉ እታ ጓል ተተርጉመሉ ኣላ ሕጂ ነቲ ቻይና ተተርጉመሉ ዘላ ኣቦይ ዝዛረበካ ዘሎ እያ ትብሎ ዘላ እታ ተሌፎን ከምዚኣ እያ ዘላ ድምፂ ጥራይ ዝሰምዕ እሱ ደሓን ኣይትተሃሰይ ዝብለካ ዘሎ ነታ ጓልና ጥራይ ፅቡቅ ጌርካ እናብራ ኣይትተሃሰ ከይንሃስየካ ገንዘብ ከይንውፅዓካ እብለካ ኣሎ

ካብ ኣፍካ ኮሚታት ኣይተውጽእ እዘም ቻይና ከምኡ ይፈጡን እዮም ከምዚ ትሕት ትብል ሰብ ኣይፈት ኣቦታትና ዝረስዕዎ ነገር እንተሎ ጓሎም ኣብ ማስ ሜዳ ወፅያ ኣብ ፊልም ወፅያ ትግረ ዘይትዋሳኣሉ ካልኦት ብሄራት ዘይዋስእሉ ገፃ ከፊታ ኣጥባታ ገሊሃ ሽጋራ ሽጋራ እናሳሓበት መስተ እናሰይ ትዋስኦ ጓሎም እያ ጓሎም ንቤና ንቤና ነቲ ፊልሚታት ሒዣቶ ክርእዩ ከለዉ ጠጠው ከብልዎ ዝግብኦም ኣቦታትና እዮም ነይሮም። ኣቦታትና ንኽብሮም ይቃለሱ እዮም። ኣብ ክብሪ ጓል ኣንስተይቲ ግን ጠቕላላ ኣንፈት የብሎም ኣንፈት የብሎም ጓሎም ንፊልም ክትዋሳ ከላ ጠጦ ከብልዋ ነይሮም ሕጂ ሰዓሪረን እየን ኩላተን ኤርትራውያን ትግርኛ ፊልም እየን ዝዋሳ ዘለዋ ደው ክብል ኣለዎ ወይ ድማ እታ ኤርትራዊት ትግርኛ ክርስትያን ኣዕሪፋ ብሙስሊም ክትካእ ኣለዎ ንሕና ክንሓቁፈን ኣለና ክንስዕመን ኣለና ሽጋራና ሰትያ ድየን ከምታ ኤርትራዊት ትገብራ ኣብ ዓራት ከይና ድያ ክትዋሳእ ኩሉ እታ ትግረ ክትመጽእ ኣለዋ ሕጂ ዕባያ ከፊታ እንድሕር ዘይኮነ ግን ባዕሎም ንባዕሎም ሙስሊም ምሰን ክዋሳእ ይብሉን ኣብ ዝኾነ ትግርኛ ናይ ዝኾነ ትግርኛ ፍሊም ሙስሊም ዝባሃል ካብ ባዓል ኣማን ባሻ ድዩ ገለመለ ድዩ ክእለ እዩ ጥራይ ዘለዎ ነኽብሮ ኢና ንፈትዎም ኢና ኣዛራርቦም በዛራርቦም ግን ሰባት ክጥብሩ ይደልና ከምዚ ናይ ኣማን ባሻ መልሓስካ እናጽዓኻ ክርስቲያን ሙስሊም ክርስቲያን ሙስሊም ሓብትኻ ኣምጺኻ ትዋሳእ ኣለካ ምኽንያቱ ከፍቅድሉ ይክእሉን እዮም ሓንቲ ሙስሊም እንድሕር ዕባያ ከፊታ እንድሕር ተዋሲኣ እንታይ ከም ትመጾም ይፈልጥዮም ኤርትራ ምልእቲ ሓዊ ክቕትውላዮም ኤርትራ ምልእቲ ሓዊ ክርኩዕላዮም ንሕና ከንታ ኸድና ንምንነትና ንባህልና ንሃይማኖትና ክርስቲያን እኳ ንመጀመርታ ዝስየፍ ንሃይማኖቱ ዝተሰየፈ ሙስሊም ኣሎ ድዩ ሙስሊም ኣሎ ኣብ ሃይማኖቱ ዝተሰይፉ ዝብለካ ስለ ሃይማኖቱ ዝተሰየፈ ኪድ መፅሓፍ ቅዱስ ኣነብ ኩሎም ክርስትያን ንስለ ሃይማኖቶም ተሰይፎም ሶ ካብ ሕጂ ንኢሎም ጓል ትግርኛ ፍሊም ትዋሳኣሉ የብላን ክትዋሳእ ተኸይና ድማ ምስ ሓዋ እዚ ኣብ ኤርትራ ግድን ግድን ክኸውን እዩ ክኸውን ተኾይኑ ድማ ኩለኻ ክትነቅሕ ኣለካ ናተይ ብዓይኒ ፅልእ ትርእዮ ተህንካ ናተይ ኣካይዳ ብዓይኒ ክስታይ ትርእዮ ተኸንካ ኣኺልካ ክትጠፍእ ኢኻ ኣነ ካብ ዝኾነ ሃይማኖት ዝፈርሆ የብለይን ንዝኾነ ሃይማኖት ንዝኾነ ብሄር ኣነ ፅልኢ ዝበሃል የብለይን ግን ድማ ናይቲ ትግርኛ ተዛራባይ ክርስቲያን ግን ሓወይ ስለ ዝኾነ ስጋብ መወዳእታ ስጋብ መወዳእታ ማለት እዩ ሳክት ኣይኮንኩም መፅየ ሓሲበሉ ስጋብ መወዳእታ መድረኽ ድማ ክንከዶ ኢና። ነዚ ዕላማ እዚ ነዚ ኣነ ዝኸዶ ዘለኹ ውግእን እብለኩም ኣለኹ። ኩሉ ግዜ ክሟጎትን ጠጠው ከብልን ዝኣካል እንተሎ ይምጻእ ገዝኡ ከፊቱ ይዛረብ። ካብ ሕጂ ፈቲኹም ጸሊእኹም ኣብ ኤርትራ ሙስሊም ምስ ሙስሊም ኣትዋሳእ ክርስቲያን ምስ ክርስቲያን ሓብቱ ተደልዩ ሕቆፋ ተደልዩ ሰዓማ ተደልዩ ተሰዓማ ሎሚ ጽባሕ ሓዳር ገብረላ ሎሚ ኣብ ዓራት ደቅሾም ተተዋሲዮም ጽባሕ ንጎኻ ሰብ ሓዳር ኾኑ ሙስሊም ሓቂፍዋ ተዋሳዩ ሰብኣይ ክኾን ኣይክእልን እዩ ሓብተይ ንቓልዕ ሓብትኻ ንውሽጢ ሓብተይ ንቓልዕ ሓብተይ ንውሽጢ ሓ- ሓብትኻ ንውሽጢ እቲ እቲ ሓቀኛ ግን እሱ ይኮነን ክርስትያን ንውሽጢ እዩ ዝግብኦ ክርስትያን ኣብ ውሽጢ ገዛ እዩ ዝግብኦ ክቡር ዝኾነ ሃይማኖት እዩ ዘለና ቀሊል ዝኾነ ሃይማኖት ኣይኮነን ዘለና ኣነ ሓንቲ ኩሉ ግዜ ዝደግመልካ ናይ መወዳእታ እዞም ኣቦታትና ዘለው ፅባሕ እናሞቱ ከዱ ኣለው ዓብዮም እዮም ኣሪጎም እናሞቱ ከዱ ኣለው እናሞቱ እዮም ዝኸዱ ዘለው ስረ ናይ ቦታትካ ገጥ እንድሕር ዘይበልካያ እመነኒ ኣይትእመነኒ ነዚ ሎሚ ኢሳያስ ኣፈወርቂ ትፀርፎ ዘለኻ ተናሽዎ ዘለኻ ናፅነት ስኢነ ሓርነት ስኢነ ትብሎ ዘለኻ ንፅባሕ ብዓብዩ ይብለካ ኣለኹ ብዓብዩ ብሸሞንተ ብሄራት ክትብላዕ ምዃንካ እመነኒ ንሕና መንግስቲ ክንከውን ኢና ንሕና ኩሉ ሓላፍነት ሒዝና ክንትስእ ኢና ምስ በሉ ቁፅሪ የብልካን ቁፅሪ የብልካን ቁፅሪ ይወስኸን ክውስኽ ዝግብኦ እዩ ነይሩ ኣቦታትና ሕጊ እውን ከንብሩለን ነይርዎም ሓንቲ ኤርትራዊት ትግርኛ ክርስቲያን ክትወልድ ከም ዘለዋ ተዋሓደ ተዋሓደ ሽጋብ ሸሞንተ ክትወልድ ከም ዘለዋ ኣብ ሕጊ ተፅድቆ ሰባት ተንቅሕ ዋላ ኣብ ሕጊ ይኩን ሰባት ግን ተንቅሕ ክንበዝሕ ከም ዘለና ብዓብዪ ድማ ናይ ስደት ናይ ስደት ኣዝዩ ኣሰካፊ እዩ ኣዝዩ ኣዝዩ ኣሰካፊ ሓንቲ ንዓና ተሃስየና ዘላ ሸሞንቲኤን ብሄራት ትግርኛ ምዝራበን እዩ ሸሞንቲኤን ብሄራት ዛርጋ ዝበዝሑ ትግርኛ ይኽእሉ እዮም መን እዩ ትግረ መን እዩ ትግርኛ ቀዳማይ ኣይፍለጥን እዩ ዘሎ ሕጂ ብስእልታት ገይሮም ትግርኛ መሲሎም ሕዙ ይዘሩ ኣለዉ ትግርኛ መሲሎም ቃላቶም ትግርኛ ስለ ዝኾነ ቃላት ትግርኛ መሲሎም ክርስቲያን መሲሎም ሕዙ ይዘርኡልና ኣለዉ የባልዑና ኣለዉ ፅሊ ይዘርኡልና ኣለዉ እቲ ኤርትራዊ ድማ ኣብ ቀረባ እዩ ዘሎ ይበኣስ ኣሎ ሶብ ብዙሓት እዮም ናዕና ፀላእትና ብዙሓት እዮም ንሕና ትግርኛ ውሑዳት ኢና ብለኩም ኣለኹ ሰብ ስረ ኢና ኣነ ዝገርመኒ ደሓር ከኣ ኣሎ ሓንቲ ነገር ቱሕ ትመስልስ ማይ ትመስል ቆልዓስ ኣብዚ ትበፅሕ ተቆኒና ዘላስ ሕሽክና ትመፃ ኣይ ከምኡ ኣይከውን እዩ ንስኺ ቱሕ ትመስልሲ ከመይ ጌርኪ ክፅበ ተቆልዓስ ናብ ሰብኣይ ክተምፅኢ ኣይከውን እዩ ፅቡቕ ኣይኮነን ዓይኒ ወተባዕታይ ይዘውር እዩ ዓይኒ ወተባዕታይ ንግዚኡ ይዘውር እዩ ደሓር ይረጋጋ እዩ ይረጋጋይ ደው ይብል እዩ ግን ንግዚኡ ሕውዝዝዝ ዝብሎ እዩ እንታይ ይብል ኣሎ እንታይ ይዛረብ ኣሎ ናበይ ይጥምት ኣሎ እንታይ የልዕል ኣሎ ኣይፈልጥን እዩ ማይ ትመስል ቆልዓስ ንስኺ ትሑ ትመስል ሕሽክያ ትመፂ ክፍእቲ ተኸንኪ ንዓኺ ትመስል ናብ ገዛኺ ተምፅያ ማይ ትመስል ጓል ንስኺ ተቆኒንኪ ትፈልጢ ተኳሒልኪ ትፈልጢ ተመሽጥኪ ትፈልጢ ሓንቲ ከመይ ዝኣመሰለት ቆልዓስ ወናም ክትዛረብ ከላ ትስዕስዕ ዘላ ትመስል ስሒሽካያ ንገዛ ትመጽእ ከመይ ጌርካ ኣይከውን እዚ ኣይከውን እዩ ኣይከውን እዚ ዒሉ ማዓካር ክሓሉ እያ ዘላ ሎሚ ኤውሮጳ ብዘይ ንሱ ጠቕላላ ጠቕላላ ኩሉ ነገራቱ ተባላሊዑ እዩ ዘሎ ዒሉ ማዓኮር ክሓሉ ቀደም ገዛ እዩ ዝሕሎ ነይሩ ሎሚ ዒሉ እያ ዘላ ሰብኣይኪ ከምዚኣ ጌርካ ሓልውዮ ባዕልኺ እንካ ብልዓያ እዛ ቆቋሕ ኣይትበልዮ ካብ ቆቋሕ ዛግራ ትጥዕም ነናቱ እዩ ዘሎ ካብ ቆቋሕ ዛግራ ትጥዕም ካብታ ዕከት ሰበይቲ ካብታ ካንጋሮ እታ ተቆኒና ዘላ ትበልፅ ሕጂ ብዓላኻትክን ንገዛ ክተምፅኣ ክለኽን ንመይ ተምፅኣ ኣለኽን ደቂ ተባዕትዮ ድማ ከምኡ ስኢልካ ግርማ ዘለዎ ወዲ ተሪር መልሓሱ ሕሽኩም ናብ ገዛኹም ኣይትኸዱ ከክንዚኣ ዝኸውን ሰሓቢ ናይ ስፖርት ሕሽሕሽካላ ትኸይድ ንገዛኻ ኣይከውንዩ

ሎሚ ደኣ እንታይ ትመስል ሰበይቲ ደኣ እዩ እንታይ ትመስል ዓርኪ ደኣ ሒዙ ክመፅእ ናብዚ ገዛ ይብላ ገሊአን ያ ዓይኒ እንታይ ድራራ ዓይኒ እንታይ ትራራ
ክቡራት ተዓዘብቲ እሞ ኣብ መጨረሻ ንባህልና ዝገልጽ ቪድዮ ክንጋብዘኩም ኢልና ኢና ላይክ ኣይትረስዑ ኣታ

ዋጋ ወፊርካ እተ በሊዕኻ ፅገብ ተኸዲንካ ምቕወይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለ